ሰላም ዝዓዘዘ ሰላምታና ምሳኹም ይኹን ፍትዋት ተኸታተልቲ ዕላል ካራክተርስ ኣብ ብርሃን ሪከርድስ ከመይ ቀኒኹም ብመጀመርታ ንትህቡና ምትብባዕ ክነመስግነኩም ንፈቱ ንሎሚ ካብ ስቱድዮ ወፃኢ ብምዃን ብንረኽቦም ድምፃውያን ዕላልና ክንቅፅል ኢና። ሰብስክራይብ ብምግባር ክሳብ መወዳእታ ንክትከታተሉና ብትሕትና ንዕድም። ኦ ዝገርም እዩ ፍትዋት ተኸታተልቲ ኣብ ቅድመይ ሓንቲ ጓል ኔቶ ተዘይተጋገየ ሓቂ ሚልዮን ሃይሉ ዋእ ኣብዚ ምዃነይ ደኣ መን ሓበረኪ? ኦ ዝገርም እዩ እሺ ፍትዋት ተኸታተልቲ ምዛ ኣርቲስት ኣብ ሓደ ጽላል ኮይና ክነዕልል ኢና እሞ ሰናይ ምክትታል ሕራይ ክብርቲ ጋሻይ ስለቲ ተሃንቂኺ ምምጻኺ ከመስግነኪ ይደሊ ሕጂ ናብ ናይ ፍቕሪ ሕቶ ክኣቱ እየ ብምንታይ ክተፍቅሪ? ብምንታይ ተፍቅሪ? ዝገርም ተውህቦ እዩ እቲ ዘይርሳዓኪ ነገር እንታይ እዩ? እንታይ እዩ? ፍቅሪ ፈለማ። ፍቅሪ ፈለማ መዓዝ ኣስተማቂርክዮ? ዓሚ እዋን ከምዚ ሎሚ። ወዲ እንታይ ድዩ ተፍቃሪኺ? ኣነ ሸቃሊት። እሺ ናይ ክልቴኹም ስምዒትኩም ከመይ ነይሩ? ነይሩ። ኣብቲ እዋን ተደኺሙኪ እንታይ ኢልኪ ተተባብዕዮ ነይርኪ? ንዓበይ ንዓና ጆኻን ተዓንቆ ባሕሪ ንዓበይ ንዓ ሓባር ፍሕፍሕ ዝብል ፍቕሪ ፍቕሪ ወሲድካ ፍቕሪ መሰል ምስ ተፈላለኹም እንታይ ትብልዮ?

ኦኬ በዚ ኣጋጣሚ ኣፍቃሪኺ ዝሰምዐና እንተልዩ ሓንቲ ዕድል ክደግመኪ ይምነ እሺ ጋሻይ ኣርቲስት ሚልዮን ሃይሉ ናፍቃሪኺ ከመይ ጌርኪ ትገልጽዮ ካሊኸ ዋው ዋው ዋው ሓሪፍ ምግለጽ እዩ ክብርቲ ጋሻይ ደስ ዝብለኪ ነገር ትጸልየኻ ካብ ስድራኸስ ኣዚኺ ትፈትውዮኸ? ዋው! ኦ ዓባይከ ዕድለኛ እያ! ድሕሪ ምፍልላይ ኣፍቃሪኺ ህይወት ከመይ ኣሎ? ኣንቲ እንታይ ትብሊ ጓለይ? የንብዕ ወይ የንብዕ ዘፍርሐኪ ነገርከ እንታይ እዩ? ዘየፍርሐኪኸ? እሺ ክብርቲ ጋሻይ ኣብዛ ዓለም ፍቅሪ ተዝተርፍ እንታይ ምኮንኪ። ከንፈር ወዲ ስዒምኪ ትኽእልዮ ዶ? እንታይ በልኪ?

ብምንታይ ሕሚመኪ ይግበረልኪ ሕራይ ፍትዋት ተዓዘብቲ እዚ መደብ ብርሃን ሪከርድስ ምስ ድምፃዊት ሚልዮን ሃይሉ ዝነበረና ፃንሒት ነዚ ዝተዓዘብኩሞ ይመስል ሰብስክራይብ ብምግባር ተኸታተልትና ኩኑ ኣብ ካሊእ እዋን ምስ ካሊእ ኣርቲስት ክሳብ ንራኸብ ሰሰናይን ጠጥዖሞን ምስ ኩላትና ይኹን ኣሜን